ትውዕሉ ኣነ ብእግዚኣብሔር ምስኩም ፅቡቅ ኣለኹ ንሶም ፅቡቅ ክትብሉ ኣነ ተስፋ የሎም ኣንታ ብሓድሽ ቪድዮ ብሓድሽ ሓሳብ ተመሊሱኩም ኣለኹ ናይ ልምዓት ቪድዮና ከም ጌና ቻትጂፒቲ ንጥቀም እዩ ቻትጂፒቲ ብክልተ መንገዲ ንሃተኩም ንኽእል ብኣፕሊኬሽን ኣሎ ብዌብሳይት ኣሎ እቲኦም ኣፕሊኬሽን ኣውሪድና ንጥቀመሉ ንኽእል ብኣፕሊኬሽን ኸድና እቲኦም ዌብሳይት ክንጥቀም ንኽእል ካብ ዌብሳይት ወላ ላፕቶፕ ክንጥቀም ንኽእልና ማለት እዩ እዚ እንተጠቕምናት ኣፕሊኬሽን ስቶሬጅ ድሕር ቦታ ክሕዘና ይደልና ብዌብሳይት ክንጥቀም ንኽእል ኢና ማለት እዩ ስለዚ ብክልተ ክንጥቀም ንኽእል ፅፍ ዝበላ ክልተ ዌብሳይት ሓንቲ ዌብሳይት ሓንቲ ኣፕሊኬሽን ይኸርእኩም ሓንቲ ቪድዮና ነዚኣ ትመስል ኣብዛ ቻናል ሓደሽ ዝኾንኩም ሰባት ላይክ ሳብስክራይብ ረስ ስለዚ ናብ ፕሌይ ስቶር ንኸይድ መጀመርታ ኣብ ሰርች ባር ዜና ሰርች ንብል ክፅሕፈልኩም እየ ቅድሚት ሾ ንወርድ እዚኣ እያ እታ ኣፕሊኬሽን ክኽብበልኩም እየ ካልእ ኣብዚ ዝርሶ ደይብልኩም ቻት ጂቢቲ እንታይ ይጠቕመና ገለ ትብሉ ሰባት ትብሉ ይኸው ትብሉ ቻት ጂቢቲ ማለት ኣብዚ ክንርሶ ዘይብሉ ቻጂቢታይ ታይ ጠጠቅመና ወይ ከዓ እንታይ ከስራሕልና ይክእል ዌብሳይት ክሰራሕልና ይክእል እዩ ኣፕሊኬሽን ክሰራሕልና ይክእል እዩ ብፍላይ ኮዲን ንክእል ኮይና ተኮይና ማለት እዩ ናይ ትምህርቲ ፕሮጀክት ክሰራሕልና ይክእል እዩ እሱ ጥራይ ኣይኮነ ኮመርኩም ክሰራሕልና ይክእል እዩ ኢሜይል ክፅሕፈልና ይክእል ናይ ስራሕ ከምዚ በዚ ጎኒ ክገብረልኩም እዩ በዚ ጎኒ ከም ትሪኦ ዘለኹም እዚታት ክገብረልና ይክእል እዩ ስለዚ ቻጂቢት ብጣዕሚ ስለዚ ኢንሰንላ ኢንሰር ምስ በልናያ ንእሽተይ ግዜ ንህባ ከምዛ ዘጠመኩምሉ ቻጅቢቲ ተወረድኩሞ ተተጠቀም ክልተ መራፂ ብፍላይ ነቶም ተምሃሮ ኣብ ትምህርቲ ዓለም ዘለዎም ወላቲኦም ኣብ ስራሕ ዓለም ዘለዎም ሰባት እውን ጠቕመኩም ክሉ ኣርቲክል ፅሕፍ እዩ ኩሉ ዘይፀፈ ነገር ተይኑ ጠቕመኩም ክሉ ማለት እዩ ንሱ ጥራሕ ኣይኮነን ኣነ ዝነገርኩም ደሎ እዚ ናይ ዘርእኩም ደሎ ኣነ ቻጅቢ ዘርእኩም እዚ ናይ ፅሕፈት ጥራይ እዩ ወይ ከዓ ከም ዝበልኩም ናይ ኣርቲክልስ ናይ ኢሜልስ ናይ ዝተፈላለዩ ነገር ጥራይ ዘርእና እዩ ተዳሊልና ውን እንድሕር ክትሰርሓልኩም ደሊኹም ናይ ስእሊ ኣሎ AI ኮይኑ ናይ ዩቱብ ቪድዮ ውን ክሰርሓልካ ድኽል ብኢንግሊሽ በዓሉ ቪድዮ ክሬት ጌርካ ንስኻ ጽሑፍ ትህቦ በዓል ጽሑፍ እዩ በዓሉ ቮይስ ጌሩ ዝሰርሕ ውን ኣሎ እሱ ብክሬዲት ክኾን ይኽእል እዩ እዚ ግን ብነጻ ስለ ዝኾነ እየ ድርእየኩም ደለኹ እቲም ከፊልኩም ትገብሩ ስለ ስባት ክትገብርዎ ትኽእሉ ኢኹም እዛ ቪድዮ ክሳብ ዳውንሎድ ክብለልና እታ ክሳይ ንጽበያ ናተይ ኮኔክሽን ድኹም ስለ ዝኾነ ቁርብተይ ዝሒላትኒ ዘላ ቀልጢፉ ዳውንሎድ ኣይኮነለይ ንስኹም ናትን ቀልጢፍ ዳውንሎድ ኮይኑ ግን ቀልጢፍኩም ክሳብ ትገብራ ትብሉ ማለት ስለዚ ቻጅቢት ከምዚ ከምዚ ነገራት ክጠመና ክእል ድሕሪ ሓጋዝ ኢልኩም ሓሲብኩ ንሰባት ዘርግሕሎም ስደድሎም ምክንያቱ ብዙሕ ሰብ ከምዚ ዝተሸገረ ክእል እዩ ብፍላይ ኣብ ኤሮጳ ገለ ትርከቡ ሰባት ይጠቕመኩም ይኽእል እዩ ብጣዕሚ ኢኻ ጠቓሚ ምክንያቱ ብዙሕ ሰብ እዩ ድሕግዝ ቻጅቢቲ ኣብዚ እዋን እዚ እውን ንሰባት ናይ ሰብ ስራሕ ብዙሕ ነገራት እንዳቃለለ እዩ ብዙሓት ትካላት እውን ሰራሕተኛ እንዳሰጎገ እዩ ምክንያቱ እቲ ንሰን ክሰርሖ ዝግብ ሰብ ክሰርሖ ዝግብኦ ቻት ጂቢቲ ወይ ክኣ እቲ ሳይ ሰርሖ ሽዑ ሓደ ሓደ ሰባት ኣትሪፈን ንሶም ክኣ ነቲ ዘየድሊ ዘየድሊ እንዳውጽኡ እንዳ ዳተዓራረዩ ነቲ ዝስራሕ ስርሑ ብፍላይ ኣብ ኣብዚ ኮ ኮዲን ወይ ክኣ ፕሮግራሚን ዝብሃል ስታይ እሞ ኣብ ሶፍቲ ኢንጂነሪን ዝተፈላለዩ ኣብ ኮምፒታት ዳታ ኣናላይዚን ኤክሰል ክሰርሕ ከሎ ዝተፈላለዩ ነገራት ክጠቕመና ኦረዲ ዳውንሎድ ኮይና ወዲኣ ኣላ ኦፕን ክንብላ ኢና ኢንስታል ትኾን ኣላ ሕጂ ንእሽተይ ግዜ ንባ ኦሬዲ ወዲኣ ኣላ ኦፐን ክንብል ከክበልኩም እዚ ኦፐን ንብላ ኣብዚ ኣለው ንብላ ኮንቲኒው ኣብዚ ሎኬሽን ክትሓተነ ትድልዮም ክትባተሉ እንዴ ክትለዋተሉ ኣገዳስነት ይብሉ ኖት ኣድሎ ብሎ ድኖት ኣለ ብሎ ኣብዚ ጂ ንኣብነት ክሳብ ኣርባዕተ ሽሕ ቃል ክትፅሕፈልና ንኽእል እያ ፊደላት ማለት እዩ ክሳብ ኣርባዕተ ሽሕ ኣልፋቤት ክትፅሕፈልና ትኽእል እያ ንኣብነት ሃው ቱ ወርክ ኢንተርኔት ክብላ እየ በዚኣ ሴት ክብሮ ማለት ኣብዚ እንታይ ኦፕሽን ኣለኩም ብድምፂ እውን ክትሓትዋ ተልዮ ማለት ልክዕ ከም ኣሌክሳ ከም ኣሌክሳ ማለት እዩ ራያ ኣብ ላዕሊ ፅሕፍ ኣለና ለለትኩም ራያ ስሪ ኣለኹም እዚ ደክብር እዚ ሕንጣ ሕንጣ ትገብሩ ኣሎ ኣውረ ራያ ምሉ ዝርዝር ማለት እዩ ዝተዋህበከ ነገር ሆምወርክ በዚ ክሰርሕ ተልያ ራዮ ንኣብነት ብዛዕባ ኢንተርነት ብዛዕባ ዝኾነ ነገር ኣጽኒዕኩም ምጽ ምስ ትበሃሉ ምስ ዝኸብደኩም ኣብዚኣ መጺኹም ምስ ሓትዎ ኩሉ ነገር ክምጸልኩም ይኽእል እዩ ኮንቲኒዩ ግን ክንበላ ክልና ኣብዚ ኮንቲኒ ተልና ካልእ ኦፕሽን እያ ትበና ኮንቲኒ ተልና ራዮ ናይ ዋት ኢዝ ኣይፒ ኣድረስ ንዑ ተመሳሳሊ ሕቶ እንታይ ማለት እዩ ሰብ ዝበዝሐ ድሓ ማለት ኣይፒ ኣድረስ እንታይ እዩ ሃው ዳዝ ወርክ ሃው ዋይፋይ ዳዝ ወርክ ክለካ ኣሎ ቴልሚ ኣባት ዲኤንኤስ ማለት ብዛዕኡ ብዛዕባ ናይ ኢንተርነት ተሓዘሎ ዝበሃል ዝተፈላለዩ ነገራት ከምዚ ክትሓተካ ትኽእል እያ ማለት እዩ ከምዚ ገይራ ነዚኣ ክትስራሕ ኣለና ትኽእል እዚኣ እቲ ኣፕሊኬሽን ክትከውን ከለካ ሕጂ ካልኣይቲ ካብ ንሪኣ እታ ዌብሳይት እያ ወሸቢታትና ቻት ጂቢቲ ኢልና ሰርች ንገብር ማለት እዩ ድሕሪ ኣብቲ ቅድሚ ደላ ስያት ንጠላ ንኣ ክሊክ ንገብራ እዚኣ ኣኸላ ዝኾነ ነገር የትልየና ክንሓታ ከልና ኣብዚ ሕጂ ከምቲ ሓንቲ ልቃሕ ንኣታይና ፍልልይ ሽዖ ትሪኢኹም ሃው ቱ ወርክ ኢንተርነት ክላይ ከምስለሎም ትምልሰል ያለ ድሮ ከምዚ ዓይነት ወርክ ኢንተርኔት ኢላ ዝተፈላለዩ ዓይነት ከመይ ከመይ ከም ዝሰርሕ ብዝተፈላለየ ዓይነት ኣርባዕተ ዝርዝር ሂባት ኣሎ ስለዚ እታ ቀዳመይቲ እታ ኣፕሊኬሽን ካብዚኣ ትብል ጽናዒ ኮይና ስማ ካብታ ናይ ዌብሳይት ብጣዕሚ ንጽፍቲ እያ ንሳ ራእዮ ብዝነብነት ንሳ ንምንታይ ሂባትና ራእዮ ምዝርዝሩ ንኣብነት ኣብነቱ ማለት እዩ እዚ ኩሉ ሂባትና ራእዮ እቲኣ ግን ክውሕድ መዓት እዩ ራእዮ ሓፂር ሓፂር ሓፂር እዩ ስለዚ ኣነ ንዓይ ድመርፅልኩም እቲ ኣፕሊኬሽን እዩ እቲኦም ቦታ የብልኩም ካ ስቶሬጅ እናትብሰት ብጎግል ክጥቀሙ ድልዩ ሰባት ግን ኮይና ተሪፋ እታ ዌብሳይት ክትጥቀሙ ዘለኩም ስለዚ ናይ ሎማዓንቲ ቪድዮ ነዚኣ ትመስል ነይራ ኣብዛ ቻነል ሓደሽቲ ዝኾንኩባ ላይክ ሰብስክራይብ ድረስ ብካልእ ቪድዮ ክሳብ ዝመፀኩም ሰላም ቅነ